ተራኺብና ኔና ብመጀመርያ ንሪኦ በዓል ዓሰርተ ኣርባዕተ ካራት እዩ ክኸውን ዓሰርተ ኣርባዕተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሰብዓን ሸሞንተን ነጥቢ ዜሮ ዜሮ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ክልተ ሽሕን ሓሙሽተ ሚእትን ዕስራን ሓደን እዩ እናተሸየጠ ውዒሉ ዘሎ። በዓል ዓሰርተ ኣርባዕተ ካራት ካብ ሚእቲ እንታይ ዝኣክል ናይ ወርቂ ንፅህና ኣለዎ እንተኢልና ኣርብዓን ሸውዓተን ነጥቢ ሓሙሽተ ፐርሰንት ወርቂ ንፅህና ክኸውን ከሎ እቲ ሓምሳን ሰለስተን ፐርሰንቱ ድማ ካልኦት ዓይነት መኣድናት ሓዊስካ ዝስራሕ እዩ። ስለዚ ሎማዓንቲ ናይ ዕለተ ሶኑይ ዋጋ ወርቂ ብዝተወሰነ መልክዑ ወሰኽ ኣርኢና እኒሆ ማለት እዩ። ቀጺልና ንሪኦ በዓል ዓሰርተ ሓሙሽተ ካራት እንትኸውን ዓሰርተ ሓሙሽተ ካራት ብናይ ኤትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሰማንያን ሰለስተን ነጥቢ ዜሮ ዜሮ ሳንቲም ዶላር ክሽየጥ ከሎ ብናይ ኤትዮጵያ ገንዘብ ከዓ ብ ዓሰርተ ሰለስተ ሽሕን ኣርባዕተ ሚእትን እዩ እናተሸየጠ ውዒሉ ዘሎ ዓሰርተ ሓሙሽተ ካራት ናይ ወርቂ ንጽህና እንታይ ዝኣክል ፐርሰንት ኣለዎ እንተ ኢልና ሓምሳን ኣርባዕተን ነጥቢ ዓሰርተ ሰለስተ ፐርሰንቱ ወርቂ እዩ ማለት እዩ። ቀጺልና ንሪኦ በዓል ዓሰርተ ሽዱሽተ ካራት እዩ ክኸውን። ዓሰርተ ሽዱሽተ ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር፣ ብ ሚእትን ኣርባዓን ክል ይቅርታ ብ ሰማንያን ትሽዓተን ነጥቢ ዜሮ ሸሞንተ ሳንቲም ዶላር ክሽየጥ ከሎ ብ ናይ ኢትዮጵያ ገንዘብ ድማ ብ ዓሰርተ ኣርባዕተ ሽሕን ክልተ ሚእትን ሰብዓን ሸሞንተን ቅርሽን እዩ እናተሸየጠ ውዒሊ ዘሎ ዓሰርተ ሽዱሽተ ካራት ናይ ወርቂ ንጽህና እንታይ ዝኣክል እዩ ተይልና ስሳ ነጥቢ ሰላሳን ሸሞንተን ፐርሰንት ወርቂ ንጽህና እዩ ዝኸውን ዘሎ ማለት እዩ። ቀጺልና ንሪኦ በዓል ዓሰርተ ሸውዓተ ካራት እዩ ክኽውን። ዓሰርተ ሸውዓተ ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ክንሪኦ ካለና ብቴስዓን ኣርባዕተን ነጥቢ ሓምሳን ሓሙሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሓሙሽተ ሽሕን ሓዲ ሚትን እዩ ነቲ ሸጢዮ ዊዒሉ ዘሎ። ክብራት ኣሕዋተይ እንግዲህ እዚ ወርቂ እዚ ናይቲ ወርቂ ጥረ ገንዘብ ብቻ እዩ ናብ ምንም ዓይነት ዲዛይን ዘይተቀየረ ዓሰርተ ሸውዓተ ካራት ታይ ዝኣክል ናይ ወርቂ ንፅህና ኣለዎ እንተይልና ካብ ሚእቲ ስሳን ሽዱሽተን ነጥቢ ዕስራ ሓሙሽተ ፐርሰንቱ ንፁህ እዩ ማለት እዩ። ቀጺልና ንሪኦ ብጣዕሚ ተፈታውነትን ተፈላጥነትን ዘፍረየ ብፍላይ ድማ ብዓረብ ሃገራት እና ብኣውሮፓ ሃገራት ብኣሜሪካ ኢሉ እውን ብኣፍሪካ ኢትዮጵያ ሓዊሱ ማለት እዩ ብጣዕሚ ተፈታውነት ዘፍረየ እዩ። በዓል 18 ካራት እዩ ክኸውን። 18 ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር 100 ዶላር ነጥቢ 00 ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ16 ሽሕ ብዓሰርተ ሽዱሽተ ሽሕ ብቻ ክሽየጥ ዊዒለ ኣሎ ንብለኩም እንግዲ ቴስዓን ትሽዓተን ነይሩ ናብ ሚእቲ በፂሓ እኒሃ ማለት እዩ እንግዲህ ዓሰርተ ሸሞንተ ካራት ፍልይ ዘብሎ ዓሰርተ ሸሞንተ ካራት ማለት እዩ ብሰለስተ ዓይነት ሕብሪ ዝስራሕ እዩ ከምዚ ትሪእዎ ኣለኹም ብጫ ሕብርና ብፃዕዳ ኢሉ እውን ብሮዝ ነገር ዝስራሕ እዩ ዓሰርተ ሸሞንተ ካራት ብጣዕሚ ንክትፈቶ ዝገብረካ ድማ ናብ ድሌትካ ዓይነት ዲዛይን ጨፍሊቃ ዝስራሕ ዓይነት ወርቂ ብምዃኑ ብጣዕሚ ተፈታዊ እዩ ማለት እዩ። ቀጺልና ንሪኦ ዓሰርተ ትሽዓተ ካራት ይኸውን። ዓሰርተ ትሽዓተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ሓሙሽተን ነጥቢ ሰብዓን ሽዱሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሽዱሽተ ሽሕን ትሽዓተ ሚእትን ተስዓን ሓደን እዩ እናተሸየጠ ውዒሉ ዘሎ። ቀጺልና ንሪኦ በዓል ዕስራ ካራት እዩ ክኸውን። በዓል ዕስራ ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ዓሰርተ ሓደን ነጥቢ ዓሰርተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ሸውዓተ ሽሕን ሸውዓተ ሚእትን ዓሰርተ ቅርሽን እዩ ክሽየጥ ውዒሉ ዘሎ ዕለተ ሶኒ ኦጎስት ሰለስተ ወይ ከዓ ሓምለ ዕስራን ሸውዓተን ማለት እዩ። ቀጺልና ንሪኦ ከዓኒ በዓል ዕስራን ሓደን ካራት እዩ ክኸውን። ከምቲ ዝፍለጥ ዕስራን ሓደን ካራት ብጣዕሚ ደሚቕ ለስላሳ ብጣዕሚ ደስ ዝብል ዓይነት ካራት ወርቂ እዩ። ብፍላይ ድማ ብኣውሮፓ፣ ብኣሜሪካ፣ ብዓረብ ሃገራት ተፈታውነት ኣለዎ። ብበዝሒ ኣብ ዓረብ ሃገራትና ኣውሮፓ ሃገራት ዳርጋ ሰማንያ ሓሙሽተ ፐርሰንት ብዓል ዕስራን ሓደን ካራት እዮም ዝገዝኡ። ብጣዕሚ ለስላሳን ቆንጆን እዩ ማለት እዩ። ዕስራን ሓደን ካራት እንግዲህ ከባቢ ሰማንያን ሸውዓተን ፐርሰንቱ ወርቂ እዩ። እቲ ዓሰርተ ሰለስተ ፐርሰንቱ ድማ ካልኦት ዓይነት ማዕድናት ሓዊስካ ዝስራሕ እዩ። ንኣብነት ከም ብረታ ብረት ክኸውን ይኽእል፣ ኒከል፣ ነሃስ፣ እዚን ሓዊስካ ዝስራሕ ዓይነት ካራት እዩ ብጣዕሚ ቆንጆ እዩ ናይዚ ዋጋ ድማ ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ዓሰርተ ሽዱሽተን ነጥቢ ሓምሳን ሓደን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ሸሞንተ ሽሕን ሽዱሽተ ሚእትን ሰብዓን ሸሞንተን እዩ ክሽየጥ ውዒሉ ዘሎ። ቀጺልና ንሪኦ በዓል ዕስራን ክልተን ካራት እዩ ዝኸውን። በዓል ዕስራን ክልተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ዕስራን ክልተን ነጥቢ ዜሮ ዜሮ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ትሽዓተ ሽሕን ሓሙሽተ ሚእትን ስሳን ሓደን ቅርሽን እዩ እናተሸየጠ ውዒሉ ዘሎ ክብራት ኣሕዋተይ። ቀጺልና ንሪኦ ዕስራን ሰለስተን ካራት እዩ ክኸውን። እስካብ ዕስራን ክልተን ካራት ዝረኣናዮ ንዝተፈላለዩ ዓይነት መጋየፂ ምስ ዝኾነ ዓይነት ኣልባሳት ዝግበሩ ዓይነት ካራት ወርቂ ኢና ንርኢ ነርና። ሓዚ ንሪኦ ድማ ንመጋየፂ ዘይምከሩ ግን ድማ ንኢንቨስትመንት ብጣዕሚ ዘዋፅ ዓይነት ካራት እዮም። ምክንያቱም እዚኣቶም ብወርቂ ብቻ ስለ ዝስርሑ ለስላሳታት እዮም። ሰለስነሰንሕ ኮይንካ ብቐሊሉ ክብሕጨርን ክብጠስን ክበላሽን ስለ ዝኽእል ንመጋየጺ ኣይምከሮን ማለት እዩ። በዓል ዕስራን ሰለስተን ካራት ክንርኢ ከለና ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ዕስራን ሸውዓተን ነጥቢ ሓምሳን ክልተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዕስራ ሽሕን ኣርባዕተ ሚእትን እዩ እናተሸየጠ ውዒሉ ዘሎ። ኣብ መወዳእታ ንሪኦ በዓል ዕስራን ኣርባዕተን ወይ ከዓ በዓል ሓደ ውቅዒት ዝበሃል ወርቂ እዩ። ናይዚ ዋጋ እዚ ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ሰላሳን ሰለስተን ነጥቢ ዜሮ ዜሮ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዕስራን ሓደን ሽሕን ሰለስተ ሚእትን ዓሰርተ ትሽዓተ ቅርሽን ይመፅእ ኣሎ። ዕስራን ኣርባዕተን ካራት እንግዲህ ልዕሊ ክልተ ዶላር ወሰኽ ኣርእይና እኒሀው ማለት እዩ። ናይ ሎማዕንቲ ዕለተ ሶኑይ ኦጎስት ሰለስተ ወይ ከዓ ሓምለ ዕስራን ሸውዓተን ዝነበረ ዋጋ ወርቂ ከምዚ ይመስል ነይሩ እንታይ ሓሳብ ርእይቶ እኒሀኩም ብምውሳኹ ወይ ከዓኒ ርእይቶኹም ኣብ ኮሜንት ፀሓፉለይ። እስካዕ ቪድዮ ፍፃመ ምስ ተኸታተልኩምኒ ካብ ልቢ እናመስገንኩ እየ። ላይክ ሸር ሰብስክራይብ ምግባር ድማ ኣይትረስዑ ክብራት ኣሕዋተይ እንግዲ ወርቂ ናብ ሞስት ክገዝኡ ስለ ዘብል ዘሎ ናይ ወርቂ ምግዛእ ሓሳብ ንዘለኩም ገዚእካ ምንሳሕ ይብል ብወገነይ ከመይ ትሪእዎ ንስካትኩምስ እና ብጣዕሚ እየ ዝፈትወኩምን ዘክብረኩምን ሰሰናዩ ባይ ባይ።